ኣብ ታሪኽ ቅድስቲ ድንግል ማርያም ብሚልዮናት ዝቑጸሩ ኣብ መላእ ዓለም ዝርከቡ ሰባት ተኸቢራን ተፈቒራን እያ ጸኒሓ። ግን ካብቲ ኣደ ክርስቶስ ኮይና ዝተጻወተቶ ተራ ወጻኢ ብዛዕባኣ ክሳብ ክንደይ ኣፍልጦ እዩ ዘለና? መጽሓፍ ቅዱስ ንቅድስት ድንግል ማርያም ከም ምልክት ንጽህና፣ ምሉእ እምነትን ልክዑ ዝሓለፈ እምነትን እዩ ዝገልጻ። ቅድሚ ናብ መደብና ምእታውና ግን እዚ ታሪኽ ቅድስት ድንግል ማርያም ዝኾነ ዓይነት ወገናውነት ወይ እውን ሃይማኖታዊ ምልዕዓል ዝሓዘለ ኣይኮነን። እቲ ዕላምኡ ምስ ቅድስት ድንግል ማርያም ዝተተሓሓዙ ታሪኻውን ሃይማኖታውን ሓቅታት ንምቕራብ እዩ። እዚ ክብል ከለኹ ግን ንዝኾነ ካልእ ሃይማኖት ንዝትንክፍን ዝኾነ ስምዒታት ንኸምጽእ ዕላማ ዘይብሉን እዩ። እዚ ዝኾነ ካብ ሃይማኖት ወይ እምነት ወጻኢ ዝኾነ ሰብ እውን ክሰምዖ ዝኽእል ሓቂ እዩ። ንቐጽል። ካብቲ ትንግርታዊ ኣፈጣጥራኣ ክሳብ ኣብቲ ናይ ምድሓን ዝተጻወተቶ ተራን ቅድስት ድንግል ማርያም ሓንቲ ተጠማቲት ሰብ ኮይና ከም ትቐርብ ይገብራ። ስማ ካብ ሚርያም ዝብል ቋንቋ ኢብራይስጥ ዝረዓመ ኮይኑ ኣዝዩ ዓሚቕ ትርጉም ድማ ይሕዝ። ኣብ ቋንቋ ኢብራይስጥ ማርያም ምስ ማር ዝብል ቃል ዝተሓሓዝ ኮይኑ ትርጉሙ ከኣ ከም ውቅያኖስ ዝምስፍሑ ምልክት ዓብይነት፣ ስፍሓትን ንጽህናን ማለት እዩ። እዚ ምትሕሓዝ ናብቲ ናይ ምህዳስን መንፈሳውነትን ሓሳብ ዝመርሓና ኮይኑ ንኣገዳስነት ቅድስት ድንግል ማርያም ኣብ ክርስትና ዘንጸባርቕ እዩ። ማርያም ከም ኣደ ኢየሱስ ወዲ ጐይታ እትፍለጥ ኰይና፣ እቲ ኣብ ታሪኽ ምድሓን ዝተጻወተቶ ተራ ድማ ዘይነዓቕ እዩ። በቲ ዝነበራ ንጽህናን ጸጋን ትፍለጥ ኰይና፣ ብተደጋጋሚ ድማ ቅድስት ድንግል ማርያም ተባሂላ እያ እትጽዋዕ። ሕይወት ቅድስት ድንግል ማርያም ብኣዝዮም ካብ ንቡር ዝወጹ ፍጻመታት ዝተመልአ እዩ። እዚ ኸኣ ንኽልቲኡ ማለት ንጣልቃነት መለኮታዊ ሓይልን ባህላዊ ታሪኻን ኣሰራርዓ ናይ ግዜኣን የርእየና። ሓደ ካብቲ ዓበይቲ ፍጻሜታት ህይወታ ኣብ ወንጌል ሉቃስ ተጻሒፉ ከም ዘሎ ምብሳር ምጥናስ ክርስቶስ ወዲ ኣምላኽ ብመልኣኽ ገብርኤል እዩ። እዛ ኣብ ሞት ምብሳር ተባሂላ ትፍለጥ ኮይና እታ ንእስቲ ካብ ናዝሬት ዝመጸት ድንግል ብገብርኤል መልኣኽ ዝተበሰረትላ ዕለት እያ። ወንጌል ሉቃስ ምዕራፍ ሓደ ፍቕዲ ዕስራን ሸሞንተን እቲ መልኣኽ ናብኣ ኣትዩ ኣቲ ምልእተ ጸጋ እግዚኣብሔር ምሳኺ እዩ እሞ ባህ ይበልኪ ካብ ኣንስቲ ብርኽቲ ኢኺ በላ ይብለና። ቅድስት ድንግል ማርያም ነቲ ጽንሲ ክትጠንስ ምዃናን ንሱ ድማ እቲ ንዓለም ብደሙ ዘድሕን ኢየሱስ ክርስቶስ ምዃኑ ምስ ተነግራ ድንግርግር በላ። ቅዱስ ገብርኤል ሓይሊ እቲ ልኡል ኣብኣ ከም ዝዓለበን መንፈስ ቅዱስ ከም ዝሰርጻን ብምሕባር በዚ ድማ ንየሱስ ክርስቶስ ከም እትጸንስ ገለጸላ። ቅድስቲ ድንግል ማርያም ነዚ ኣሜን ኢላ እያ ተቐቢላቶ። ብዛዕባ እዚ ኣብ መጽሓፍ ሉቃስ ምዕራፍ ሓደ ፍቕዲ ሰላሳን ሸሞንተን ማርያም ከኣ እነኹ ኣነ ባርያ እግዚኣብሄር ከምቲ ዘረባኻ ይኹነለይ በለት እቲ መልኣኽ ድማ ካብኣ ሓለፈ ይብለና። እዚ ናይ እምነትን ምእዙዝነትን ቃላት ኣብ ናይ ክርስትና ስነ ሃይማኖት ኣገዳሲ ቦታ ኣለዎ። ነቲ ዝነበራ ፍጹም እምነትን ንመደብ እግዚኣብሔር ንምትግባር ዘበርከተቶ ተራን የርእየና። ምቕባል ቅድስቲ ድንግል ማርያም ነዚ መደብ መጀመርያ ናይ ምድሓን መስርሕን ጣልቃነት እግዚኣብሔር ኣብ ታሪኽ ደቂ ሰብን እዩ ነይሩ። ብመሰረት ታሪኻውያን መጽሓፍቲ ዕድመ ቅድስቲ ድንግል ማርያም ክትምርዖን ነቲ ናይ ብስራት ዜና ክትቅበልን እንከላ ጓል ዓሰርተ ሰለስተ ወይ ዓሰርተ ሓሙሽተ ዓመት እያ ነይራ። እዚ ነገር ኣብቲ ናይ ሽዑ እዋን ናይ ኣይሁድ ሕብረተሰብ ንቡር ተርእዮ እዩ ነይሩ። ሓንቲ ጓል ኣንስተይቲ ኣብቲ ናይ ግርዝውና ዕድመ ምስ ትበጽሕ ናይ ግድን ትምርዖ ነበረት። እታ ካብ ንእሽተይ ገጠር ዝመጸት ቅድስቲ ድንግል ማርያም ኣደ ጐይታ ክትከውን በቕዐት። እዚ እግዚኣብሔር ነቶም ትሕት ዝበሉ ልዕል ዘብል ኣምላኽ ምዃኑ የረድኣና። ካልእ ኣዝዩ ኣገዳስን ዘሕዝንን ህሞት ኣብ ህይወታ ኣብ ግዜ ስቕለት ወዳ ጐይታና የሱስ ክርስቶስ ዝተፈጸመ እዩ። ወንጌል ዮሃንስ ነዚ ብተንካፊ መንገዲ ይገልጾ። ወንጌል ዮሃንስ ምዕራፍ ዓሰርተ ትሽዓተ ፍቕዲ ዕስራን ሓሙሽተን ኣብ ጥቓ መስቀል ኢየሱስ ከኣ ኣዲኡን ሓፍቲ እንኡ ማርያም ሰይቲ ቀለዮጳስን ማርያም መግደላዊትን ደው ኢለን ነበራ ይብለና። እዛ ንባብ ንህላወ ቅድስቲ ድንግል ማርያም ኣብ ግዜ ስቕለት ጐይታ ዘይኮነትሲ ንሓድነት ናይተን ሰዓብቲ ክርስቶስ ዝነበራ ኣንስቲ እውን እያ ተርኢ። ህላወ ቅድስቲ ድንግል ማርያም ኣብ እግሪ መስቀል ጐይታ ምልክት እምነታ ኣደኣዊ ፍቕራን ኮይኑ ነቲ ናይ ጐይታ ሕማም ድማ ስምዒታዊ ኹዳት ይውስኸሉ። ድንግል ማርያም ኣብ ስቓይን ሕማምን ወዳ ክትካፈል ክኢላ እያ። ልክዕ ከምቲ ኣደ ጐይታ ንኽትከውን ብእምነት ዝተቐበለቶ፣ ሕጂውን ነቲ ናይ ጐይታ ስቓይን ሕማምን ብማዕረ ንኽትካፈል ኣብ እግሪ መስቀሉ ኮይና እያ ተዓዚባ። ኣብ ወንጌል ዮሃንስ ምዕራፍ ዓሰርተ ትሽዓተ ፍቕዲ ዕስራን ሽዱሽተን ክሳብ ዕስራን ሸውዓተን፣ ኢየሱስ ነቲ ዘፍቅሮ ወዲ መዛሙርቱ ኣብ ጥቓ ኣዲኡ ደው ኢሉ ምስ ረኣየ፣ ነዲኡ፣ ኣቲ ሰበይቲ፣ እንሆ ወድኺ በላ። ነቲ ወዲ መዝሙሩ ኸኣ እነሀ ኣዴኻ በሎ። እቲ ወዲ መዝሙሩ ድማ ሽዑ ኻብኡ ጀሚሩ ናብ ገዝኡ ወሰዳ ይብል። እዚ ንክርስትያን ቅድስቲ ድንግል ማርያም ከም መንፈሳዊት ኣደ ተባሂላ ከም ዝተዋህበትና ዘረድእ እዩ። ኣብ መስርሕ ምድሓን ደቂ ሰብ እውን ዓቢ ተራ ክትጻወት ክኢላ እያ። ወንጌል ሉቃስ ምዕራፍ ክልተ ፍቕዲ ሳልሳን ሓሙሽተን ንዓኺ ድማ ሓሳብ ልቢ ብዙሓት ምእንቲ ክገሃድ ናብ ነብስኺ ሰይፍኻ ኣእትዩ በላ ብምባል ነቲ ከም ኣካል መደብ እግዚኣብሔር እተጻወተቶ ስቓይን መከራን የረድኣና። ኣብ ወንጌል ዮሃንስ ልዕል ኢልና ከም ዝረኣናዮ ማርያም ሰይቲ ቄሌዮጳስ ንቅድስቲ ድንግል ማርያም ኣብ እግሪ መስቀል ኢየሱስ ኮፍ ኢላ እንከላ ምስኣ ሓቢራታ ከም ዝነበረት ይነግረና። እንተኾነ ብገለ ምሁራን እዚ ነገር ኣካታዒ ነጥቢ ከልዕል ክኢሉ እዩ። ምጥቃስ ማርያም ሰይቲ ቄሌዮጳስ ከም ሓብቲ ማርያም ከምኡውን ካልእ ተወሳኺ መካትዒ ነጥቢ ኣልዒሉ እዩ። ኣባህላ ኣይሁዳውያን እታ ሃብቲ ትብል መግለጺ ንብዙሕ ስድራ ቤታዊ ዝምድናታት ትገልጽ ኮይና ንናይ ደም ሃብቲ ጥራይ ትምልከት ኣይነበረትን። ገለ ምሁራን ክልቲኤን ማርያም ብምዃኑ ስመን ማርያም ሰይቲ ቄሌዮጳስ ጓል ሓወቦኣ ወይ እውን ናይ ርሑቕ ዘመዳ ክትከውን ከም እትኽእል እዮም ዝኣምኑ። ብተወሳኺ እዛ ቄሌዮጳስ ትብል ስም ኣብ ወንጌል ሉቃስ ምዕራፍ ዕስራን ኣርባዕተን ፍቕዲ ዓሰርተ ሸሞንተ፣ ሓደ ኻብኦም ቄሌጳስ ዝስሙ፣ በዘን መዓልትታት ኣብ ኢየሩሳሌም ዝዀነ ነገር ዘይትፈልጥሲ፣ ንስኻ በይንኻዶ ጋሻ ኢኻ? ኢሉ መለሰሉ ክብል ነቲ ቄሌጳስ ዝተባህለ ወደ መዛሙርቱ ክዛረቦ እንከሎ የርእየና። እንተዀነ እዚ ቄሌጳስ ዝተባህለ ወዲ መዛሙርቱ ክርስቶስን ሰብኣይ ማርያም ቄሌጳስን ዘራኽብ የብሎምን። እዚ ኣርእስቲ ነቲ ኣብ ወንጌል ማቴዎስ ኣሕዋት ክርስቶስ ኢሉ ሰምይዎም ዘሎ ይወስደና። እዞም ኣብ ወንጌል ማቴዎስ ምዕራፍ ዓሰርተ ሰለስተ ፍቕዲ ሓምሳን ሓሙሽተን ተጠቒሶም ዘለዉ ኣሕዋት ክርስቶስ ዝተባህሉ ድማ ደቅዛ ማርያም ቄሌዮጳስ ክኾኑ ከም ዝኽእሉ እዮም ዝኣምኑ። እዚ ነገር ኣብ መንጎ ቅድስት ድንግል ማርያምን ማርያም ቄሌዮጳስን ዓቢ ዝምድና ከም ዘለዎ የረዳእና። ሓረግ ወለዶ ቅድስት ድንግል ማርያምን ሕጹያ ዮሴፍን ካብ ቤት ዳዊት ዝመጸ ኣብ መጽሓፍ ቅዱስ ድማ ብሰፊሑ ተጻሒፉ ንረኽቦ። ብዛዕባ ኣመጻጽኣ እዞም ክልተ ኣገደስቲ ሰባት ኣብ ወንጌል ማቴዎስን ሉቃስን ንኣገዳስነት መለኮታዊ ዘርኣ ሓረግ ጠቒሱ ብምግላጽ ብዛዕባ ምምጻእ እቲ ዝተባህለ መሲሕ ተጻሒፉ ንረኽቦ። ወንጌል ማቴዎስ ንኣመጻጽኣ ክርስቶስ ካብ ኣብርሃም ጀሚሩ ነቲ መስመር ክሳብ ዮሴፍ ሕጹይ ማርያም የምጽኦ። እዚ ሓረግ ወለዶ ንከም በዓል ዳዊትን ሰለሙንን ዝኣመሰሉ ኣገደስቲ ሰባት ዘጠቓልል ኮይኑ ንተራ ዮሴፍ ከም ሕጋዊ ኣቦ ክርስቶስ ዘረድእ እዩ። ብመንገዲ ዮሴፍ ክርስቶስ ንዙፋን ወንበረ ዳዊት ከም ዝወርስ ይገብሮ። እዚ ድማ ነቲ ኣብ ናይ ዕብራውያን ጽሑፋት ዝርከብ እቲ መሲህ ካብ ዘርኢ ወለዶ ዮሴፍ ክመጽእ እዩ ዝብል ጽሑፍ ብመንገዲ ዮሴፍ ክውን ከም ዝኸውን ይገብር። ነዚ ድማ ኣብ ወንጌል ማቴዎስ ምዕራፍ ሓደ ፍቕዲ ሓደ ከምዚ ክብል ይገልጾ። መጽሓፍ ሓረገ ወለዶ ኢየሱስ ክርስቶስ ወዲ ዳዊት ወዲ ኣብርሃም ኣብዚ ድማ ነቲ ኣብርሃምን ዳዊትን ዝተኣተወሎም ቃል ኪዳን ቀጥታዊ ዝምድና ይምስርተሉ። ሉቃስ ብኻልእ ወገን ብዙሓት ምሁራን ከም ዝትርጉምዎ ሓረግ ወለዶ ድንግል ማርያም ካብ ኣዳም ኣምጺኡ ነቲ ሓረግ ወለዶ ናብ ክርስቶስ ከም ዝተሓሓዝ ይገብር። እዚ ሓረግ ወለዶ እውን ንዳዊት ዘተሓሕዝ ኮይኑ ኣክንዲ ብዘርኢ ሓረግ ሰሎሙን ወዱ ግን በቲ ናታን ዝተባህለ ወዱ ኣቢሉ እዩ ናብ ድንግል ማርያም ዝበጽሕ። ሉቃስ ክርስቶስ ብመንፈስ ቅዱስ ተጸኒሱ መለኮታዊ ሓረግ ክሕዝ እንከሎ ማዕረ ማዕሪኡ ድማ ብመንገዲ ድንግል ማርያም ናይ ዳዊት ሓረግ ዘርኢ ክሕዝ ከም ዝኸኣለ እዩ ዘረድእ። ናይ ቅድስት ድንግል ማርያም ነዚ ክልተ ነገራት ምምልኣ ንናይ ክርስቶስ መሲሕነት ዘረጋግጽ እዩ። ብሕጋዊ መንገዲ ብዮሴፍ ክኸውን እንከሎ ብስጋ ድማ ብመንገዲ ማርያም ማለት እዩ። እዚ ክልሰ ሓሳብ ነቲ ኣብ ብሉይ ኪዳን ዝተጻሕፈ ምምጻእ እቲ መሲሕ ካብ ዘርኣ ሓረግ ዳዊት ዘረጋግጽ እዩ። ትንቢት ኢሳያስ ምዕራፍ ዓሰርተ ሓደ ፍቕዲ ሓደ ካብ ትኹርት ጉንዲ እሰይ ከኣ ሓደ ጠጥዒ ክጭብጭብ እዩ። ሓደ ጨንፈር እውን ካብ ሱሩ ፍረ ክፈሪ እዩ ብምባል ንምቕጻል ዘርኣሓረግ ዳዊት የመልክተልና። ብተመሳሳሊ ኣብ ትንቢት ኤርምያስ ምዕራፍ ዕስራን ሰለስተን ፍቕዲ ሓሙሽተ እንሆ ንዳዊት ጻድቕ ጨንፈር ዘተስኣለን መዓልትታት ይመጻ ኣለዋ፣ ንሱ ነጊሱ ክገዝእ ከቕንዖ ድማ እዩ፣ ኣብታ ሃገር ድማ ፍርድን ጽድቅን ክወጽእ እዩ ይብል እግዚኣብሔር ይብል። ሓረግ ወለዶ ዮሴፍን ድንግል ማርያምን ንትንቢታት ብሉይ ኪዳን ንምላእ ጥራይ ዝተሓጸረ ኣይኮነን። እግዚኣብሔር ንወለዶታት ቃሉ ብምዕቃብ ነቲ ዘለዎ ልኡላውነትን እሙንነትን ዘረጋግጸልና እውን እዩ። እቲ ክልቲኦም ቅድስቲ ድንግል ማርያምን ዮሴፍን ካብ ሓረግ ወለዶ ዳዊት ዝመጹ ምዃኖም ኣጋጣሚ ዘይኮነስ ብመደብ እግዚኣብሔር ንክርስቶስ ከም ብቑዕ መሲሕ ንምቕራብ ዝተገብረ መደብ እዩ። ኣብ ካቶሊካዊት ቤተ ክርስቲያን ኣኽብሮት ቅድስቲ ድንግል ማርያም ብዝተፈላለዩ መንገድታት እዩ ዝፍጸም። ከም ሰላም ለኪ ዝኣመሰሉ ጸሎታትን ናይ ድንግል ማርያም መቑጸርያን ቀንዲ ካብ መሳኒቲ ሕይወት እቶም ኣመንቲን ምእመናን እዩ። እታ መቑጸርያ ብፍላይ ድማ ንስቓይ ክርስቶስ ብዓይኒ ቅድስቲ ድንግል ማርያም እተርኢ ናይ ፍወሳ ኣካል ኮይና እተገልግል መሳርሒት እያ። እቲ በዚ መቑጸርያ ተዓጂቡ ዝካየድ ዝደጋገም ጸሎት ኣብ ዓሚቝ ናይ ጸሎት ሃዋሁ ከም ዝኣትዉ ብምግባር ንኹሉ ድልየታቶም ንኸተማልእ በዚ መንገዲ ጸሎቶም የዕርጉ። ናብ ኦርቶዶክሳዊት ቤተ ክርስቲያን ምስ እንመጽእ እቲ ዘሎ ኣኽብሮት ማዕረ ናይዚ ዝተወጠረ እዩ። እንተኾነ ኣብዚ ቁሩብ ፍልይ ብዝበለ መንገዲ እዩ ዝካየድ። ማህሌትን ዜማን ብምጥቃም ንኽብሪ ኣደ ጐይታ ብጥዑም ዝማሬ ይግለጽ። ከም ድንግል ኣደ ጐይታ ዝኣመሰለ ጽሑፋት ዝሓዙ ስእልታት ብዙሕ ግዜ ኣብ ቤት ኣመንቲ ኦርቶዶክስ ይርከብ። እቲ ንድንግል ማርያም ዝግበር ኣምልኾ ብዝማሬን ማህሌትን ጥራይ ዝተሓጽረ ኣይኮነን። ብተወሳኺውን ናብቲ ድንግል ማርያም ዓሪፋትሉ እያ ተባሂሉ ዝእመነሉ ቦታታት መንፈሳዊ ምብጻሕ ብምክያድ እውን ዝተፈላለየ መንፈሳዊ ነገራት ይግበር እዩ። ቅድስት ድንግል ማርያም ከም ሓያል ኣማላዲት ዝእመነላ ኮይና ጸሎት ናብ ጎይታ ኣብ ምብጻሕ ዓቢ ተራ ከም ዘለዋ የእምን። እዚ ነገር ነቲ ምስ ጎይታ ዘለዋ ጥቡቕን ፍሉይ ኣደኣውን ዝምድና ጥራይ ዘይኮነስ ንጎይታ ብፍሉይ መንገዲ እትርዳእን ኣብ ናይ ምድሓን ሰብ መስርሕ እውን ዓቢ ተራ ከም ዝተጻወተት ዘረድኣና እዩ። ኣብ ክርስትና ቅድስት ድንግል ማርያም ካብ ኣደ ጎይታ ምዃና ሓሊፋ ክልተ ካልእ ዓበይቲ ተራ እውን ትጻወት እያ። ከም ሓዳስ ሔዋንን ታቦት ሓዲስ ኪዳንን። ኣብ መጽሓፍ ዘፍጥረት ተጻሒፎም ንረኽቦ ኣዴና ሄዋን ንትእዛዝ ኣምላኽ ብምጥሓስ ንውድቀት ደቂ ሰባት ምኽንያት ክትከውን ክኢላ እያ። በንጻሩ ድማ ቅድስቲ ድንግል ማርያም ከም ሓዳስ ሄዋን ዘርእያ ንናይ ምድሓን ስራሕ ዓቢ ተራ ብምጽዋት ንትእዛዝ እግዚኣብሔር ብእምነትን ትሕትናን ክትቅበል ክኢላ እያ። ሄዋን ከም ኣደ ውዱቃት ደቂ ሰባት ክትውሰድ እንከላ ቅድስቲ ድንግል ማርያም ድማ ከም መድሓኒት ደቂ ሰባት ትውሰድ። እቲ ካልኣይ ቅድስቲ ድንግል ማርያም ብተደጋጋሚ ምስ ታቦት ፍሉይ ኪዳን ትወዳደር እያ። እዚ ታቦት ንህላወ እግዚኣብሔር ኣብ መንጎ ህዝቢ እስራኤል ዘርኢ ከም ዝኾነ ድንግል ማርያም እውን ነቲ ሓያል እግዚኣብሔር ኣብ ከርሳ ዝጾረት ብምዃና እያ ምስዚ ታቦት ትወዳደር። እዚ ትንግርታዊ ኣፈጣጥራ ድንግል ማርያም ኣብ መላእ ዓለም ንዝርከቡ ብሚልዮናት ዝቑጸሩ ህዝቢ ከም መተባብዕን መሐየልን እምነቶም ክኾኖም ክኢሉ እዩ። ገለ ካብቲ ኣብ ዓለም ብብዝሒ ዝንገር መንፈሳዊ ቦታታት ድንግል ማርያም ምስ እንርኢ ፋቲማ፣ ሎርድስን ጓዳሉፐን ይርከቦ። ነፍሲ ወከፍ እዚ መንፈሳዊ ቦታታት ንኣመንቲ ናይ ተስፋ፣ ሰላምን መንፈሳዊ ለውጥን ዘምጽእ መልእኽቲ የመሓላልፈሎም። ኣብዚ ኣብ ፖርቱጋል ዝርከብ ፋቲማ ዝተሰመየ መንፈሳዊ ቦታ ኣብ ሽሕን ትሽዓተ ሚእትን ዓሰርተ ሸውዓተ ሰለስተ ሉስያ፣ ጃሲንታን ፍራንሲስኮን ዝተባህሉ ንኣሽቱ ጓሶት ዝተፈላለየ ምኽሳት ቅድስቲ ድንግል ማርያም ክርእዩ ከኣሉ። ንሶም ቅድስት ድንግል ማርያም ጻዕዳ ክዳን ለቢሳ ኣብ ኢዳ መቑጸርያ ሒዛ ብምግላጽ ንስለ ሰላም ዝዓለምን ንስለ ምምላስ እቶም ሓጢኣተኛታትን ንኽልምኑ ነገረቶም። ምግላጽ ቅድስት ድንግል ማርያም ኣብዚ ዕለት ኣብ መላእ ሰማያት እታ ጸሓይ በርቲዓ ወጺኣ ኣብ ሰማያት እንክትስዕስዕ ብብዙሕ ህዝቢ ተራእየት። በዚ ድማ ፋቲማ ዓመታዊ ሚልዮናት በጻሕቲ ዝመጽዋ መንፈሳዊ ቦታ ክትከውን ከኣለት። ኣብ ሸን ሸሞንተ ሚእትን ሓምሳን ሸሞንተን ኣብ ሎርድ ፍራንስ ንኡስ በርኒደት ሲበሩስ ብዛዕባ ሓንቲ ጻዕዳ ክዳን ዝተኸደነት ሰበይቲ ደጋጊማ ትርኢት ክተርኢ ጀመረት። ኣብ ሓደ ግዜ ምብጻሕ ቅድስቲ ድንግል ማርያም ንሓደ ካብቲ ኣብቲ ከባቢ ዝነበረ ወሓዚ ማያት ናብ መሕወዪ ማያት ቀየረቶ። ሎርድ ድማ ካብቲ ሽዑ እዋን ጀሚሩ ብቤተክርስትያናት ድሕሪ ምምርማሩ ብዙሓት መንፈሳዊ ተሃድሶን ኣካላዊ ሕውየትን ደልዮም ዝመጹሉ መንፈሳዊ ቦታ ክኸውን ከኣለ። ምግላጽ ቅድስቲ ድንግል ማርያም ነቲ ዩዋን ዲየጎ ዝተባህለ ወደባት ቀይሕ ህንዳዊ ኣብ ሽሕን ሓሙሽተ ሚእትን ሰላሳን ሓደን ኣብ ጉዋዳልፐ ሜክሲኮ'ውን ሓደ ካብቶም ዓበይቲ ተርእዮታት እዩ። ቅድስቲ ድንግል ማርያም ንዋዲንጎ ብስማ ቤተክርስትያን ኣብቲ ቦታ ንኽስርሓላ ክትእዝዞ ኢላ እያ ተገሊጻትሉ። ከም መረጋገጺ ምግላጻ ድማ ኣብቲ ቦታ ግዜ ሓጋይ ክንሱ ነቲ ቦታ ብጽገሬዳ ዕምባባ ከም ዝመልእ ገበረቶ። ንምስላ ድማ ብተኣምራታዊ ኣገባብ ኣብ ካባ ዋዲየንጎ ቀሪጻቶ ከደት። እዚ ምስሊ ቅድስቲ ድንግል ማርያም ዝሓዘ ካባ ክሳብዚ ሕጂ እዋን ኣብ ህንጻ ቤተ ክርስቲያናት ጓዳልፐ ተጠቂዑ ይርከብ። ኣብዚ ሕጂ እዋን ጓዳልፐ ሓደ ካብቶም ዓበይቲ መንፈሳዊ ምብጻሕ ዝካየደሎም መንፈሳዊ ቦታታት እዩ። ዋላ እኳ መጽሓፍ ቅዱስ ብዛዕባ ኣማውታ ቅድስቲ ድንግል ማርያም ዕሙቕ ዝበለ መግለጺ ዘይህበና እንተኾነ፣ እዞም ኣርእስታት ብፍላይ ኣብ ሃይማኖታት ካቶሊኽን ተዋህዶን ኣገዳስነት ዘለዎም ኣርእስታት እዮም። ቅድስቲ ድንግል ማርያም ዋላ እኳ ብኣካል እንተሞተት መንፈሳ ነቲ ዝሞተ ኣካላን ግን ናብ ሰማይ ክዓርግ ክኢሉ። እዞም ፍጻሜታት ድማ ኣብ ሃይማኖት ክርስትና ከም መግለጺ ቅድስናን ፍሉይነትን ቅድስቲ ድንግል ማርያም ኮይኖም ይረኣዩ። ዶክትሪን ዕርገት ቅድስቲ ድንግል ማርያም ነቲ ምስ ሞተት ኣካላ ከም ናይ ደቂ ሰብ ዝኾነ ዓይነት ዕንወት ከይወረዶ ኣካላን መንፈሳን ናብ ሰማያት ዝዓረገሉ ህሞት ዝገልጽ እዩ። ዋላኳ እዚ መስርሕ ኣብ ቅዱሳን ጽሑፋት እኳ እንተዘይተጻሕፈ ኣብ ሃዋርያውያን ጽሑፋት ግን ተገሊጹ ንረኽቦ። ኣብ ካቶሊክን ኦርቶዶክስን ዕርገት ቅድስቲ ድንግል ማርያም ብዓቢ ፍቕርን ኣኽብሮትን ይዝበዓል። ኣብ ናይ ካቶሊክ ቤተ ክርስቲያን ዕርገት ቅድስቲ ድንግል ማርያም ዓመታዊ ኣብ ዓሰርተ ሓሙሽተ ነሓሰ እዩ ዝኽበር። ኣብ ካቶሊካዊ ካላንደር ሓደ ካብቲ ዝዓበየ በዓላት ኮይኑ ብኽብ ዝበለ ጽምብል እዩ ዝካየድ።

ካብ ኩሎም ቅዱሳት ቀዳመይቲ እትስራዕ ኮይና ብኣካልን ብመንፈስን ናብቲ ነቶም ፍቓድ ኣምላኽ ዝመልኦ ኣመንቲ ዝኸድዎ መንግስተ ሰማይ ዝኣተወት ድማ እያ። ክርስቶስ ንኣካላትን መንፈስን ቅድስቲ ድንግል ማርያም ናብ ሰማያት ምዕራጉ ነታ ምድራዊት ኣዲኡ ንኸኽብር ጥራይ ኢሉ ዝገበሮ ዘይኮነስ ኣብ መላእ ዓለም ንዘሎ ትንሳኤቶም ብኡ ዝኣምኑ ንኽገልጽ እውን እዩ። ትውፊት ቅድስቲ ድንግል ማርያም ኣብ ህዝበ ክርስቲያን ብዘይ ዝኾነ ነገር ክሳብ መወዳእታ ዝቕጽል እዩ። ቅድስቲ ድንግል ማርያም ብኣመንታ ንግስቲ ሰላም፣ ኣደ ምሕረትን ካልኦት ብዙሓት ኣስማትን እዮም ዝወሃቡዋ። ነፍሲ ወከፍ ካብዞም ኣስማት ነቲ ኣብ ልዕሊ ደቂ ሰብ ዘለዋ ጣልቃ ኣታውነትን ተገዳስነትን ኣጉሊሖም ዘርእዩ እዮም። ጉዕዞ ህይወት ቅድስቲ ድንግል ማርያም መወዳእታ ዘይብሉ ምንጪ ምንቕቓሕ እዩ። ካብታ ብቅዱስ ገብርኤል ብስራት ዝሰምዓትላ ሞት ክሳብታ ኣብ እግሪ መስቀል ጎይታ ኢየሱስ ዝወደቐትላ እዋን ንእልቢ ዘይብሎም ፍሉያት ብድሆታት ብድፍረት፣ እምነትን ተወፋይነትን ገጢማ ክትሰዕሮም ክኢላ እያ። እቲ ዝነበራ ነቕ ዘይብል እምነትን ምእዙዝነትን ንመለኮታዊ መደባት እግዚኣብሔርን ነቲ ከመይ ጌርካ ፍቕሪ ዝመልኦን ብኣገልግሎት እግዚኣብሔር ዝተሓጽረን ሕይወት ትመርሕ ዝብል ኣርእስቲ ዘንጸባርቑ ኣብነታት እዮም። ድንግል ማርያም ዋላ እኳ ኣብቲ ኣዝዩ ጽንኩር እዋናት ኣብ እግዚኣብሔር ክንኣምንን ክንጽጋዕን ከም ዘለና እተዘኻኽር ኣብነት ነያ።